ልኡኽ ቅዱስ ሲኖዶስ ኤርትራ ተዋህዶ ቤተ ክርስቲያን ኣብ ቀብሪ ፖፕ ፍራንሲስ ተሳቲፎም ኣብ ቀብሪ ቦኦም ግን ኣይወዓሉን ማለት እዩ ስለዚ ብመሰረት ብቤት ፅሕፈት መንበረ ጴጥሮስ ቫቲካን ዝተገብረ ዕድመ ዕድመ ድዩ ተገይርልና ቀብሪ ዕድሜኹም ቅበሩና እንዲያውም ገርመኩም ዋላ ፅሕፈቶም ኮይ ጉስሩጥ ናብዚ ገፅ ይበሃልን እንዲያውም ሊቀ ሊቃውንቲ ፅሒፍዎ ከይከውን ጥራይ ወይ ጳጳስ ወይ ድማ ሓደ ዲያቆን ካህን ፅሒፍዎ ከይከውን እዚ መፅረፈ ሃገር መዋረድ ቤተ ክርስቲያን ስለዚ ብመሰረት ብቤት ፅሕፈት መንበረ ጴጥሮስ ቫቲካን ዝተገብረ ዕድመ ሓደ መጀመርያ መንበረ ጴጥሮስ ቫቲካን ኣይኮኑን ዝፀሓፎ መንበረ ካቶሊክ ሮማዊት ካቶሊክ እዩ ሓሳዊ ኮይንኩም ናይ ጴጥሮስ ወንበር የለን ናይ ካቶሊክ ወንበር እዩ ዘሎ ናይ ካቶሊክ ወንበር ከዓ ናይ ጴጥሮስ ኣይኮነን መኣስ ከ ትምህርቲ ጴጥሮስ ተኸቲሎም ይፈልጡ ኣነ ገርመኒ ሲ ዋላ እቶም መንበረ ፓትርያርክ ዋላ እቶም ኣብ ደገ ዘለዉ እዚ ኩሉ ጌጋ እናተገብረ ከሎ ኣስቅቶም ካህናት ማለት እዩ ሪኦም ሓሰውቲ ካህናት ከም ዘለዉ ናብ ዝተመልከቱ መዓት ለኽባጥ ኣብ ውሽጢ ቤት መቕደስ ተቐሚጦም ከም ዝነብሩ ማለት እዩ። ንኣርዮስ ቀቢሩ ኢሎም ዘጣቕዑ። ስለዚ በዚ ቀጺሉ ብዕለት ዕስራን ሽዱሽተን ወርሒ ኣርባዕተ ኣብ ዝነበረ ቀብሪ ፖፕ ፍራንሲስ ክልተ ተወከልቲ ቅዱስ ሲኖዶስ ማለት ብፁዕ ወቅዱስ ኣቡነ ጳውሎስ ሃገረ ስብከት ኣሜሪካ ብፁዕ ወቅዱስ ኣባል ቅዱስ ሲኖዶስ ኤርትራን መራሒ ስራሕ ሃገር ስብከት ኤውሮጳ መጋቢ ሃይማኖት ቀሲስ ዘርእሰናይ ቀሲስ ሶሎሙን ብኣካል ብምኻድ ተሳቲፎም። ሕጂ እዚኦም ኣብዚ ዘለዉ ብፁዕ ወቅዱስ ኣብነ ጳውሎስ እዚኦም ኳኹ ናይ ቤተ ክርስቲያን እዮም ዝበሃሉ ኳኹ ጥራይ እዩ ናብ ኣሞ እንታይ ዝበሃል ንንህ ዝተለኣኹም ጳጳስ ክትኮኑ ይትኽእሉን ኢኹም ናብ ካቶሊክ ከይዱ ተላኢኹ ንቐብሪ ብጸሐልና ዝብሃል ጳጳስ ርኢና ሰሚዕና ኣይንፈልጥን ኣሬስ ክመውት ኣኽላባት ክበልዕኦ ኢና ንፈልጥ ንሕና ትምህርቲ ኣሬስ ዝውከል ዝቐበረ ጳጳስ ድማ ጳጳስና ኣይኮነን ድሕሪኡ ድማ እንታይ ዝብል ማለት እዩ ናብ ምን ይበለ መራሒ ሃገረ ስብከት ኤውሮጳ መጋቢ ሃይማኖት ቀሲስ ዘርእሰናይ እዚ መጋቢ ሃይማኖት ክኸውን ኣይክእልን እዩ መጋቢ ክፍኣት፣ መጋቢ ምንፍቕና፣ ቀባሪ ኣርዮስ ን ቀሲስ ዘርእሰናይ ቀሲስ ሰሎሙን ዝበሃል እዩ ማለት እዩ። ብኣካል ብምኻድ ተሳቲፎም ኣፈር ብሉ ከይዶም ተሳቲፎም ኢልኩም ኣብ ዜና ከተምፅኦ ከማን ኣይግባእን። ዘሕፍር እኮ እዩ፣ ዘነውር ኣፀያፊ እዩ ኣለ ድሕሪኡ ድማ ከምኡ ዝብል ማለት እዩ፣ ኣብዚ ቅዱስ ጴጥሮስ ባዚሊካ ቫቲካን ዝተፈጸመ ስነ ስርዓት ምፍናው ካብ ንግሆ ሰዓት ሸሞንተ ቅድሚ ቀትሪ ኣትሒዞም ወከልቲ ኣብያተ ክርስቲያናት መራሕቲ ዓበይቲ ሃገራት ዝተዳለወሎም መቐመጢኦምን ድሕሪ ምሓዝ ኣብ ከባቢ ሰዓት ዓሰርተ ብጸሎት ተጀሚሩ ኦረ በለው ሀራይ ኣብነ ኣንጦነስ ኢልካ ጸሎት ተኸልኪሉስ ፖፕ ፍራንስ ዝበሃል ጸሎት ከዓ ጸሎት መፂ ማለት እዩ ኣብ ተዋህዶ ቤተ ክርስቲያን በየናይ ኣግባብ በየናይ ስርዓት በየናይ ድድስቅልያ በየናይ ፍትሃ ነገስት በየናይ መፅሓፍ ቅዱስ ጸሎተ ቅዳሴ ምስ ካቶሊክ ዝተሳተፈ ካህን መጋቢ ሃይማኖትን ብፍጹም ካብ ኤርትራ ክስጎግ እዩ ዝባል ካብ ቤተ ክርስቲያን ክህነቱ ይከልከል ፈጺሙ ናይ ምለስን እዩ ዝብል እንታይ ደኣ ኮንኩም ኣብ ኤርትራ ዘለዉ ጳጳሳት ካቶሊክ ምስ መተ ዘይትቐብሩ እንታይ ደኣ ኮንኩም ኣብ ቅዳሴኦም ዘይትሳተፉ ኩላ ሓሳዊት እያ ዋላ ኣብዚ ዘለኹም ደገፍቲ ተቃወምቲ ትበሃሉ ካህናት ሓሰውቲ ኢኹም ሓሰውቲ መፍረስቲ ሃይማኖት ኣፈይ መሊእ ክንግርኩም ንካቶሊክ ዝቀበረ ናይ ሰሜን ኣሜሪካ ኣቦይ ኣቦይ ኢልኩም ትባረኹ ብካቶሊክ ትባረኹ መጥፋእቲ ሃገር ንህዝብና ዘጥፋእኩም ይኣኽለኩም ማንም ሰብ ፀዲቕልኩም እጂ ፈሊጥዎ እዩ ስለዚ ኩሉኹም ለኽባጣት ኢኹም ሰበኽቲ ወንጌል። ኣበይ ደኣ ኣለኻ ኣስመላሽ ሎቕማጽ ሓሳዊ ድያቆን ኣስመላሽ። ንጳጳስ ናይ ኤርትራ ተቐቢሩ ሓንቲ መዓልቲ ዘይመስከርካ ኣብዚኣ ደኣ ሕጂ ዘይትዛረብ። ዋላ ድያቆን ኣማንኤል ሓሳዊ ኢኻ። ህዝቢ ሸሓት ዝኾነ ኣኪብካ ከለኻ ዓገብ ቤተክርስትያንና ደኣ ዘይትብል። ሎቕማጻት ሓሰውቲ። ቤተ ክርስትያን እንዳተቃጸለት ልቢ መእመናን እንዳተቃጸለ ኣቦኦም መይቱ ኣብ ቀብሪ ይውዕሉ ወዲ ሃገር ብቤተ ክርስትያን ዝተወገዘት ቤተ ክርስትያን ግን ኣብ ቀብሪ ዝውዕሉ ጳጳስ ደኣ ብምንታይ ኣቦ ኢልካ ተጸቢኻዮ ዋላ ንዓኻ ዲያቆን ኣማንኤል እንታይ ደኣ ልዕል ኣቢልካ መእመናን ተደናግር ምስ መን ኢኻ ኣፍልጥ ሕጂ ወይ ነቲኦም ዓገበል ወይ ነቲኦም ዓገበል ሪኹም እዚ ኩሉ ለኽባጥ ዲያቆን ለኽባጥ ካህን ለኽባጥ መጋቢ ሓድሽ ለኽባጥ ጳጳስ መሊእዋ እዩ ዓድና ምስኪነ ኣብነ ኣንጠኑስ ንዕኦም ዝቐበረ ተኣሲሩ ኣብ ዓድና እውን መዓት ካቶሊክ መይቶም ቀባሪ ጳጳስ ረኺቦም ኣይፈልጡን መነኩሴ እውን ረኺቦም ኣይፈልጡን ኣብዚ ግን ነዚ ዝቀበረ ብጽዎ ቅዱስ ኢልካ እንድሕር ትሰላም ሃሊኻ በየናይ ስርዓት ቤተክርስትያን ለኻትኩም ሓሰውት እዮም ሓሳዊት እዮም ተዋህዶ ብምልኣ ን እንታይ ዓይነት መርገም እዩ ተሰኪምና ዝመፀና ዘሎ ዝገርም እንታይ ደኣ ኮንኩም ቤተክርስትያን እዚ ዝኣክል ካብዚ ዝዓቢ ጌጋ ኣብ ቤተክርስትያን ኤርትራ ተፈፂሙ ይፈልጥን ብፍጹም ብፍጹም ኣብ ቅዳሴ ተሳቲፎም ኮዩ ዝብ ዘሎ ስለዚ ቀሲስ ሰሎሙን ዝበሃል ቀሲስ ዘርእሰናይ ሰሎሙን ዝበሃልን ኣባ ጳውሎስ ዝበሃሉን ኣብ ቅዳሴ ስለዚ ኣብ ጸሎት ተጀሚሩ ጸሎተ ቅዳሴ ተሰሪዑ ጸሎተ ፍትሓት ዝተፈላለየ ቋንቋታት ድሕሪ ምፍጻሙ ሓደ ካብ ሊቀ ጳጳስ ታሪክ ህይወቶም ኣንቢቡ ጸሎተ ፍትሓት እንተ ደስ ዝብሉ መዕፈራት እዮም ኣታ ነዚ መጋቢ ሃይማኖት ድ መጋቢ ክስታይ ትብሎ እዚ መጋቢ ሓሶት በሎ እዚ ኣናዮም ገርመኩም ካብ መንግስቲ ኣባል ግን ሓደ ቀቢሩ ዝብል ኣይረኣናን እንታይ እንታይ ኢሎም እዮም ቀዲሶም ማለት ጸሎተ ፍትሓት ከ እንታይ እንታይ እናበሉ ተፈትሖም ንኣርዮስ ፍትሓት ዝገበረ ጳጳስ ኣበይ ዓለም ተራእዩ ይፈልጥ ኣበይ ብጣዕሚ ዘገርም እዩ ማለት እዩ ደሃር ናይ ኢትዮጵያ እውን ኣለዉ ሓደ ከምኡ እንኳኽ ማለት እዩ እዚኦም ትርእዎም ዘለኹም ኳኳት ናይ ኢትዮጵያን ናይ ኤርትራ ቀበርቲ ኣርዮስ ዝበሃሉ ወይ ድማ ንኣርዮስ ፍትሓት ዝገብሩ ጳጳሳት ማለት እዩ ድሕሪኡ ንሱ ጥራይ ኣይኮነን ማለት እዩ ነብሰይ ከውፅእ ኢሎም ዝፅሕፍዎ ፅሕፈት እንዲ ድሕሪኡ ድሕሪ ምፍፃም ኢሉ ቅዳሴ ተሰሪዑ ፀሎተ ፍትሓት ተገይሩ ብዝተፈላለየ ቋንቋታት ድሕሪ ምፍፃሙ ሓደ ካብ ሊቀ ጳጳስ ታሪክ ህይወቶም ኣንቢቡ ፖፕ ፍራንሲስ ብትሕትንኦምን ብምቕልልነቶምን ንዓለም ምሉእ ኣብ እምነት ኮይኖም ይነብሩ ነይሮም ኣረተው ክመቱ ከለኩ ኣነ ዲያብሎስ መጃሃንስ ኤል ኣይትውሰደኒ ኢሎም ተና ንዛዘ እኳ ዘይረኸቡ ሰብኣይስ በዚ ተመስኪርሎም ኢልኩም ንዓና ክተእምና እንዲያውም መንፈስ ቅዱስ ካብ ገጾም ዘይርከበሎም ጳጳስ እዮም ዝመተ ክትምስገን ንቡር እዩ ማለት ብርህራሄ እዮም ያበለ ኣበይ እንዲያውም ገርመኩም ንሱ ይኮነን ዋላ ኣብ ጋዜጣ ግን ስለ ትግራይ ዝበኸዩ ኢሉ መቸም ኣብቲያ ዜና ክዛረብ ሓደ ሰሚዐዮ ማለት እዩ ኣረ ተው ባክ ተው ተው ተው ተው ተው ኣቦታቶም ተኾነ ታቦተ ፅዮን ክወስዱ ኢሎም ወተሃደራቶም ገይሮም ንኤርትራ ካቶሊክ ገይሮም ክቕይሩ ዝሓስቡ ነይሮም ቅዱስ ጀወርግስ ድዕምኽምኽ ኣቢሉ ሰይድዎም ተመስገን ድሕሪኡ ድማ በኸዮም እያ በለ። ሃይማኖቶም ዘይዕረ ስለና ዘበኸዩ ብምንታይ? መዓት ሆምለስ ዘለው ጣልያን ዘይበኸይሎም ስለ ትግራይ በኸዮም። ኣረ ታቦተ ፅዮን ደልዩ ነይሩ ድሮ ናቶም የዋፍሩ ነይሩ። ተው ተው ከምዚ ኢልኩም ክተእምኑና ከይትፍትኑ። ስለዚ ዘይናኹም ናብ ጅባኹም ግበርዎ። ሓደ ካብ ሊቀ ጳጳስ ታሪኾም ህይወቶም ኣንቢቡሎም ፖፕ ፍራንሲስ ብትሕትንኦምን ብምቕሉልነቶም እንታይ ዝበሉ ዓለም ተባል እና ዓለም ሙሉእ ኢና ከዓ ዝብል ማለት እዩ ዋላ ንዓና ኣቦና ነይሮም ከ ዝብል ዘለዉ ኣፈር ብሉ ምስኦም ዝትረፍካና ፈጣሪ እንታይ ጌርናካ እንታይ በዲልናካ ምስዞም ሓሰውቲ ምስኦም ተትርፈና ፈጣሪ ዕዋይ ትዕግስቲ ክብርቲ ስለዚ እንሆ ንዓለም ምሉእ ኣብነት ኮይኖም ይነብሩ ነይሮም። ወዳጀ ወዳጀ መንበረ ፓትርያርክ ናይ ኤርትራ ዝጸሓፎ እኮ እዩ። ኣብነት ብምንታይም ደኣ ኣብነት ሕምም ድዮም ፈዊሶም ምውት ድዮም ኣተስዮም ቅኑዕ ሃይማኖት ድዮም ምሂሮም በየናይ ኣብነት ተነይሮም ደኣ ድሕሪኦም ክትክተሉ ኢኹም ከይድኩም ንስኹም እውን ካቶሊክ እዮም እንታይ ደኣ ፈላልዩና ደኣ ኣብነታዊ እኮ እንተ ነይሮምሲ ሃዋርያት ኣብነታውያን እዮም ነይሮም ስለምንታይ ዘይንስዕቦም ደኣ ስለምንታይ ተዋህዶ ኦርቶዶክስ ኣድልዩና እ ዋላ ኣብዚ ዘሎ መእምን እኮ ይገርመኩም በቃ ከምም ዓይነት ልቢ ዘለዎ በቃ ንምንታይ ከምኡ ይበሃሉ ማፃድቕ ራድያ ይድ እንዳም ሓደ እቱ ምስ በለስ ካቶሊክ ኩን እድ ብፓስታ ብፓስታ ሃይማኖት ክቕይር ኣነስ ወዲ ቀሽ ምክየደ እንኳን እንደንሱሲ ወዲ ለጎሳርዳ እዩ ወዲ ለጎሳርዳ ታሪኽ መታን ክነግረኩም ማለት እዩ ጸሮ ናብ መኺዱ ሕተቱ ኣዳልዎ ዝበሃል ኣሎ ኣባሓጎይ እንታይ ከም ዝገበሩ እየ ክነግረኩም ኣባሓጎይ ደቂ ኣምስግና ወዘተረፈ ዝበሃሉ ደቂ ለጎ ጣልያን ክመፅእ ምስ ደልየ እንታይ ደሊኻ ነ ተኣምር ገይሩ ስለ ዝነበረ ንታቦት ክንባረር ብጣልያን ዝባረኽ ታቦት የብልናን ዓድና እውን ኣይትረብፀን ኢሎም ኣብ ኣዳልዎ ቆፀርዎ ይብል በሉ ዚንጎ ክገብረልኩም ብኡ ዝተሰርሐ ቤት ኣይስራሕን እዩ ዚንጎ ደሲእና ኢና ኢሎም ኣምፅኦም ካብ ኣስመራ ኣምጺኦም እንዶ ኣንዳ ዮውሃንስ ዝሃነጹ ካብዚኣ ሰተት ኣይትብልን ከኣ ኢሎም ጠበንጅኦም ዓቲሮም ዝኸልቡ ወለዲኦም ወሊዶምና እዩ ኣብ ካቶሊክ ዘይትኣምን ብፓስታ ሃይማኖተይ ክቕይር ኣነ ወዲ ቀሺ ምክኤል እዩ እንዲያውም ወዲ ቀሺ ምክኤል ጥራይ ዘይኮነ ወዲ ተዋህዶ ወዲ ወለንሰ ጎይቶም እዩ ንጣልያን ካብቶም ኣፍንጭኦም ዝሰበሩ ወዲ ስፍሃ ጎይቶም ያኔ ስጋብ ትራብለስ ከይዶም ግንባሮም ፈጊኦም ን መስቀል ወቂጦም ዝመፁ ወለደይና እዩ ኣነ ወዲ ኣብነ ጳውሎስ ወይ ደም ህጂ ዘለዉ ሲኖዶስ ናይ ኤርትራ ኣይኮንኩን ኣይኮንኩን ንካቶሊክ ዝቐብር ኣቦይና ዓይኮይኑ ይፈልጥኒ ኣብዚ ዘሎ ጅግና ድማ ከማይ ዝመሰለ እዩ ዝማሕበር ጉድ ስማዕ ኣብነታዊ ሃዋርያ ነይሮም ኢልካ ከኣ ንካቶሊክ ክግለጽ እንኳንዶ ንዕኡ ንኣርዮስ ቁንዕ ዝበለ ቤተ ክርስቲያን ይወገዝ እዩ ዝብል ስለዚ ብሰማይ ምድሪ ዝተረግመ ጳጳስ ኣብነ ጳውሎስ ዝበሃል ጥራይ ናይ ኤርትራ ኣብ ቀብሪ ካቶሊክ ዝወዓለ ንዕኡ ዝሰደደ ሲኖዶስ ድማ ብሰማይ ምድሪ ርጉም እዩ ብገዳም ርጉም ብመድሃኒ ኣለም ርጉም ብህዝቢ ርጉም ሎምስ ከዓ ካቶሊክ መእምናን ኣይትመሳሰሉ ኣይትመሳሰሉ ንሶም እንተዘይልዮም ክርስቶስ ንዘለኣለም ህያው እዩ ንሶም ዓመፀኛታት ተኾኑ እታ ቤተ ክርስቲያን ብደም ክርስቶስ እያ ተሰሪታ ናቶም ኣይኮነት እናትና እያ እዚኦም ግን ዝተረግመ መንበረ ጵጵስና ጥራይ ከምዚ ኢሉ ዝጽሕፍ ብሰለስተ ሚእትን ዓሰርተ ሸሞንተን ሊቃውንቲ ኤህ ዝተባሃለ ዝተበርቆ እዩ ዘየለይ ተምፅልና ስለዚ ነዚ ዝገበረት መንበረ ፓትርያርክ ብፍፁም ስርዓት ቤተ ክርስቲያን ሕግን ስርዓትን ኣይኮነን ኩልኹም ካህናት ኣምሰሉታት ኢኹም ንሕና ነዚ ቤተ ክርስቲያን በዚ ክንሕረደሉ ኢና መፂና ብደመ ሰማዕታት ዝቆመ ብደመ ክርስቶስ ዝተሰረተ ቤተ ክርስቲያን እዩ ዘለና ናይ መን ኢኹም ስኻትኩም ፎ መንበረ ጳጳስ ናይ ኤርትራ ፎም ሲኖዶስ መዋርድትና ንዓኹም ጳጳስ ኢሉ ዝሳለም ርጉም ትውልዲ ጥራይ እዩ። ብሰማይ ምድሪ ዝተረግመ እዩ ንካቶሊክ ዝሳለም። ኣንድ ሓደ እያ ክነግረኩም፣ ካቶሊክ ዝሳለም ብሰማይ ምድሪ ዝተረግመ እዩ። ሕጂ እውን እንተኾነ ንዕኦም ዝተቐበረ እንሆ እዚ ሊቀ ካህናት ትብሎ ዘለኹም ብፍጹም ክትሳለምዎ ይግባእን ንሃይማኖትናን ንማዕተብናንስ ኣይንሓፍርን? ንሕና ኣቦታት ኢልና ኢና ነኽብረኩም ነይርና እምበር እዚ ዝገብር ስርዓት የለን። ኢሳያስ ካባኹም ይሓይሽ ኣብ ቀብሪ ይውዓለን ልኡኻት ኣይሰደደን ኣንዳዕዲዑ ካባኹም ይሓይሽ ሃገር ኣይጠለመን። ንስኻትኩም ግን ንዝሸመኩም ክርስቶስ ጠልሙ ጠላማት ሰበርቲ መንበረ ማርቆስ ኢኹም ንስኻትኩም እታ ብሰንሰለት ሃዋርያት ዝመፀት ቤተ ክርስቲያንና ዘዋረድኩም ንስኻትኩም ውርደተኛታት ኢኹም ንስኻትኩም ትውግዝዎ ከመይ ዝበለይ ንስኹም ረጊምኩም ተበፅሑ ከመይ ዝበለይ ካቶሊክ ንዓይ ረግሚ ይብፅሐለይኒ ኣብነ ጳውሎስ ዝውግዝዎ ከመይ ዝበለይ እዚኦም ኩብዝኹም እንታይ ግን መሪሕነት ስልጣን ኣሎ ብቀደሙ ከተማ ከተማ ዝኸዱ ዝነበሩ ስለዚ ኣብነ ጳውሎስ ናይ ቤተ ክርስቲያንና ብታሪክ ብደም ተሓታቲ ኢኹም ድሕሪ ድማ ቀሺ ዘርእሰናይ ትበሃል ማለት እዩ ካቶሊካዊት ቤተ ክርስቲያን ክትገብራ ኣብ ኤውሮጳ ወኪልካ ከድካ ድሕሪ ድማ እቶም ዝለኣኹሉ ኢኹም ዝበሃሉ ዘለዉ ነዚ ደብዳበ እውን ዝፀሓፈ ማለት እዩ ናይ መጨረሻ ርጉማት ኢኹም ገዳማት ዝበኺላ ዕፅምቶም ዝኸስከሱላ ኣብ ሊባኖስ መጋ ዝተሰለሙላ ወይ ድማ ዝተመገዙላ ሰማእታት ዝፈተሱላ ንካቶሊክ ምስክር ኢልኩም ክትመፁና እሞ ድማ ፍትሓቶምን ቅዳሴኦምን ተሳቲፍና እንታይ ማለት እዩ ኩሉ ብዚ ዘሎ ተዋህዶ ኣምሰሉ እዩ ብዘይ ቃል ዓለም ኣምሰሉ ኢኹም መእመናት ነዚኦም ኣቦይ ትብሎም ስለዚ ነዚ ይብል ማለት እዩ ድሕሪ ድማ ፖፕ ፍራንሲስ ብትሕትነኦምን ብምቕልልነቶምን ንዓለም ሙሉእ ኣብነት ኮይኖም ኣይተስሕቑ ንስከ ጃ እንታይ ደ ኣብነት ክኾኑ እዚኦም ማሕበር ሸውዓተ ሰሪቶም ምስ ኣጋንንቲ ዝዛረቡ ዝነበሩ ሰብኣይ እንተታይ ዝበሉ ዕብዳን እዮም ትምሰዋል ዋላ ወዲያቅት ዝመተ ኩሉ ይመስገን ዋላ ሽፍታ ስለዚ ነብሶም ንሕሪ ድማ ነይሮም ድሕሪ ምባሎም እግዚኣብሔር ነብሶም ይዕርፍ ብምባል ደምዲሞም ኣብ መወዳእታ እዚ ንኣስታት ክልተ ሰዓት ወሲዱ ልክ ፍርቂ መዓልቲ ዝተወደአ ናይ ጸሎት መደብ ድሕሪ ምፍጻም ዋይ ክልተ ሰዓት ጸሊኹም መልኣኽኩም ይህደን መፅረፍቲ ሃገር ክልተ ሰዓት ስንታይ እንዳበልኩ በየናይ ስልጣንኩም ኢኹም ከ ንስኹም ክትፈትሑ ማለት ተነሲሖም ተዝኾኑ ፅቡቕ ነይሩ እዋይ ኣብነ ጳውሎስ ጉደኛ ጳጳስ ክልተ ሰዓት ፀለየልካ ዘረባ መውፂኹሞም ዶ ሲኦል ዶ ኣትዮም መንግስተ ሰማያት ንገሩና እባ ጉደኛታት ኢኹም ድሕሪ ኣቱም ምእመናን ቤተ ክርስቲያን ናይ ጳጳስ ኣይኮነትን ናይ ክርስቶስ እያ ናተይ ናትኩምን እያ ጳጳስ ብስነ ስርዓት ዘየግልግል ተኮይኑ ዘወር ክብል ዘወር በል ክብሎ ምእመናን ይግብኦ እዮም ኣይትዳሃሉ ኢሳያስ መጺኡ ምስ ሸነልኩም፣ ፍሊጶስ መጺኡ ምስ ሸነልኩም፣ ሓደ ጳጳስ መጺኡ ብካቶሊክ ዝተመደበ እውን ምስ ሸነልኩም፣ ኣታ ርእስኹም ኣቕንዑ። ካልእ ይትረፍ መሰል ሃይማኖትኩም ኣይትቐሙ። ካህናትና ከምኡ ድሓን ኣቦየ ድሓን ከምዚ ኢልኩም ትነብሩ ምስሉያት መፅረፍቲ ክርስቶስ ቤተይ ብሰንክኹም ትፅረፍ ኣላ ዝብለኩም ንዓኹም ልቑልቋት መቓብር ንዓኹም ይኸውን ኢልኩም ንዓይ ኣነ ኤፍሬም ኣነ ቦታተይ ኢለ ዝፅዋዕኩም ንዓኹም ዘበት ኣይትሕሰብዎ ኣይትሕሰብዎ ሊባኖስ ኮስኪሶም ዘዕበይንስ ንካቶሊክ ከይደ ድብር ክብለሉ ጉደኛታት ኢኹም። ስለዚ በዚ ዕለትዚ ብተወሳኺ ልኡካን ቅዱስ ሲኖዶስ ኤርትራ ምስ ዓበይቲ መራሕቲ ሃይማኖት ምስራቅ ኦርቶዶክሳዊት ቤተ ክርስቲያን ካልኦት ርክባት ኣካይዶም ነይሮም። ኣብ ዝተገብሩ ርክባት ንምጥቃስ ድማ ብፁዕ ቅዱስ ኣግናጢዮስ ኤፍሬም ካልኣይ ፓትርያርክ ናይ ሶርያ ሃየ እዚኦም ኩሎም ኳኻት እዮም። ናይ ሶርያ በሉ ናይ ግብፂ ብኡ እንተውዒሉ እሶም ኣብ ዘበነ ኖህ ዝነበሩ ኳኻት ዳኣ እምበር ናይ ቤተክርስትያን ኣገልገልቲ ክኾኑ ኣይክእሉን እዮም። ብፍፁም ተኣምር ኣይግባእን እዩ። ምስ ብፁዕ ኣብነ እገሌዎስ ጳጳስ ናይ ግብፂ ኦርቶዶክስ ኧረ በጃኹም ኢለኩም ሃገረ ስብከት ለንደን ዓዲ እንግሊዝን ካልኦትን ሃየ ብፁዕ ኣቡነ ኣብርሃም ማር እስጢፋኖስ ጳጳስ ኣላንካራ ኦርቶዶክስ ቤተ ክርስቲያን ሃገረ ስብከት ኤውርጳን ኣፍሪቃን ችዲ በሊ ብፁዕ ኣቡነ ሃርያቆስ ብፁዕ ኣቡነ ዲዮናስዮስ ናይ ኢትዮጵያ እዚኦም ከዓ ኣብነ ዲዮናስዮስ